ናይ ኤፕስቲን ፋይልሲ ኣብ ዩኬ ኣብ ዓዲ እንግሊዝ ቅድሚ ሕጂ ካብቶም ዩኖ ሮያል ፋሚሊ ዝነበረ ሕጂ ኣሪጉ እዩ ፕሮባብሊ ሰማንያ ገለ ገይሩ ኣሎ ክንዲ ኢሳያስ ኮይኑ ኣሎ ክንዲ ኢሳያስ ኣፈወርቂ ዝዓማፀ ህዝቢ ኤርትራ ክንዲ ኮይኑ ኣሎ ሕጂ ምስ ኤፕስቲን ርክብ ነይርካ ተባሂሉ ተኣሲሩ ኣሎ እቲ ገበን ዝገበሮ ከኣ እንታይ ይመስል መስለኩም? ሚስጥር ናይ ዩኬ ናይ ዩናይትድ ኪንግደም ምስ ኤፕስቲን ተዘራሪብካ ምስ ጀፍሪ ኤፕስቲን ማለት እዩ ተዘራሪብካ ተባሂሉ ማለት እዩ። ሕጂ እታ ሚስጥር ዘውፅኣ እንታይ ከም ዝኾነት ኣይፍለጥን እዩ። እቲ ሕጂ ዓብዪ ሕቶ ከምፅእ ደልየ ዘለኹ ግን ንዓና ንኤርትራውያን ኢሳያስ ኣፈወርቂ ምስ ኣብይ ክሸጠና ይወዓዓል ኣሎ። ሚስጥር ኣይኮነን ዘውፅእ ዘሎ ብኣካል በቃ ኩላ ንኤርትራሲ ክሸጣ ብገንዘብ ዘይኮነ ብነፃ ኦፍኮርስ ካብዚ ዝኸፍእ ገበን የለን። ንሃገር ኣሕሊፍካ ምሃብ ማለት እዩ። ንዓና መሲሉ ንልዕል ሓምሳ ሱሳ ዓመት ጸኒሑ ሕጂ ብውሽጢ ውሽጢ ምስ ኤርትራ ክሕውስ ለይትን መዓልትን ይጽዕር ኣሎ። ሕጂ ምስ ኣብይ ዝተባእሰ ዝመስለኩም ብዙሓት ክትህልዎ ትኽእሉ ኢኹም። ምስ ኣብይ ኣይተባእሰን እዚ ኣሻጥረኛ ስለ ዝኾነ ሚስጥረኛ ስለ ዝኾነ ልቡ ስለ ዘይርከብ ከምኡ ክመስለና ክእል እዩ ኢን ሪያሊቲ ምስኡ ለይትን መዓልትን እዩ ዝራኸብ ክትፈልጡ ክትክእሉ ኣለኩም ሕጂ እንታይ ሞቲቬት ዝገብሮ ዘሎ ክስታይ ኣብይ ይደፍኦ እዩ ዘሎ ኩናት ሒዝካ ምጻእ ማለት ወተሃደራትካ ሒዝካ ምጻእ ኩናት ወልዕ ሕጂ ኤርትራ ትገብሮ ዋላ ሓደ የብላን ኣብቲ ዝተሓተ ደረጃ ኣብጽሐ ኣሎ ክሱ እዩ ስራሐ ነይሩ ዝሓለፈ ሱሳ ዓመት ኣብኡ በጺሓ ኣላ ሕጂ ተዓጢቕካ ሰራዊትካ ሒዝካ ጥራይ ምጻእ ባሕሪ ድዩ ዘድልየካ ዋላ ድሌትካ መጺኻ ትውንን እዩ ዝብሎ ዘሎ ኣብይ ከዓ ምናልባት ኣብዚኣ ለቢሙ ኣሎ ካብዚ ዓማፂ ህዝቢ ኤርትራ ምክንያቱ ኩናት ከመፂኻ ኤርትራዊ ክሓብር ምዃኑ ፈልጥ እዩ ኣብይ ፅቡቅ ገይሩ ኢሳያስ ግን ናይ መወዳእታ ክስታዩ ዕላም ውሳ ስለ ዝኾነት ዝመፀምፃ እዩ ዝብል ዘሎ ዋላ ይሕበር ዋላ ገለ ይበል ኣጥቢኻ ምጥፋእ ዝበሃል ስትራቴጂ እዩ ዝጥቀም ዘሎ ማለት እዩ። ሕጂ ሰራዊት ናብ ትግራይ መፅኡ ገለት እዚ ሓዱሽ ነገር ኣይኮነን፣ ንፅበዮ እዩ። ምክንያቱም ኣብ መወዳእታ ዕላሙ ከይፈፀመ ተኸይዱ ንዕኡ ዋላ ትሕቲ መሬት ይስፈር ቅሳነት ኣይኮነን ንዕኡ ስለዚ ክገብራ እዩ ዝደሊ ማለት እዩ እቲ ፅቡቅ ነገር ግን እቲ ንኤርትራ ዝሕሉ ኣይታኸስን እዩ ስለዚ ፌል ክገብር እዩ ሕጂ ስለዚ ኣብ ታሪክ ንስሳ ዓመት ሙሉእ ዝፈተኖ ፌል ገይሩ ክሓልፍ እዩ ምክንያቱ ኢትዮጵያውያን ከዓ ፈልጥዎ እዮም ኤርትራስ ብግዲ ሓዝዋ ድሃን ብሰላም ዶ ነብሩ ኣይክነብሩን እዮም ብሰላም ኖንዶ ሕጂ ቀደም ከማን ቀደም ኤርትራዊ ኣይከኣልዎን ስለዚ እንታይ እየ ክብል ደለ እቲ ዋና ገበነኛ እዚ ናይ ዩኬ ሮያል ፋሚሊ ሜምበር ዝነበረ ከም ዘውፀ ብዙሕ ኣይፈልጥነ ግን እስር ቤት ኣትዩ ኣሎ ተኣሲሩ ኣሎ ኢሳያስከ ምእሳር ጥራይ ካልእ እዩ ዝግብኦ ኢሳያስ ክስቀል እዩ ዝግብኦ ኣክቹዋሊ ቱ ቢ ኦነስት ማለት እዩ ግን ከምኡ ዓይነት ሕጊ ስለ ዘይብልና ኣብ ኤርትራ እምበር እቲ ዝኸፍአ ገበን ማለት እዩ ንሙሉእ ሃገር ኣሕሊፍካ ምሃብ እዚ እቲ ዝኸፍአ ስለዚ ሲ ንዳሎ ይኽብል ደልየ ማለት እዩ ከም ኤርትራውያን ክንዳሎ ኣለና፣ ክንነቅሕ ኣለና። ምክንያቱም እዚ ሰብ እዚ ንኤርትራ ኣብ ጉድጓድ ከየእተወ ዝድቅስ ከይመስለኩም፣ ዝድቅስ ከይመስለኩም። እቶም ስቲል ምስኡ ትሕለቕሉ ንዕኡ እስከ ኣርእዩና ኢሳያስ ነዚ ኣገይሩ ትብልዋ ነገር ተልዩ በዓሉ እኮ እዩ ዝብለኩም። ኣነ እኮ ብጣዕሚ ዝገርመኒ ናይ ኤርትራውያን ሲ ባፅዕ ኣበላ ሉል ሉል ቀይሕ ባህር ትበሃል ነራ ሕጂ ኣበይ ኣላ? እዋእ መን ድዩሞ ናብኡ ኣውሪድዋ ኣይትብልዎን ቁሩብ ግርም እኮዩ ዝብለኒ ትስሕቁ which means ምናልባት ናይ ናይ ናይ ኢትዮጵያ ዓሌት ይህልወኩም ይኸውን ዩ ዶን ኬር ማለት እዩ እምበር እቲ ዝግደስ ኤርትራዊ ሲ ባፅዕ ከምዚ ክትርመስ ከላ ክጉህዩ እዩ ዝግባእ እሱ ጉህዩ ኮነ የሕርቀና እዩ ዘሎ ባፅዕ ኣበየላ ሉል ትብላ ነርካ ሕጂ ግን ሉል ኣይኮነትን መብራህቲ የለን ማይ የለን ይብል ኣሎ የሽካዕልለልና እዩ ዘሎ ንስኹም ከዓ ትስሕቁ እዚ ዘስሕቅ ኣይኮነን ናይ ብሓቂ ደገፍቲ ተኾንኩም ናይ ኤርትራ ደገፍቲ ተኾንኩም ናቱ ደገፍቲ እንዲኹም ብርግፅ ናይ ብሓቂ ደገፍቲ ናይ ኤርትራ ተኾንኩም እንታይ ኢኹም ክትብሉ ዝግባእ እዋ መን ድሞ ብዘይ ማይ ኣትሪፍዋ መን ድሞ ንባፅዕ ከረረው ክትብል ብዘይ ቢዝነስ ዘትረፋ መን ድዩ እቶም ደቀባት ኤርትራ እቶም ከዋኽብቲ ኤርትራ ለሴቶም ዓሰርተ ሓሙሽተ ኣብ ውሽጢ ሃገር ከለው እሞ እቲ ኢኮኖሚ እኮ ጽቡቕ እዩ ነይሩ፣ ብጣዕሚ ጽቡቕ እዩ ነይሩ። ሕጂ ብመን እዩ ተኸቢቡ ዘሎ ኢሳያስ? በቶም ናይ መንነት ቅልውላው ዘለዎም ብኤርትራ ዘይግደሱ ዝግደሱ ተዝኾኑ ኦብየስሊ ምተዛረብዎም ክስታይ ምበልዎ ሪኢኻ ኣለኻ ስቶፕ ኢት ምበልዎ ሕጂ ግን ምስ ምስዚኦም ናይ መንነት ቅልውላው ዘለዎ ምስኦም እዩ ዝውዕል ዘሎ ዝብልዎ ዋላ ሓደ ነገር ከዓ የለን ሶ እንታይ ክብለኩም ደለ ሕጂ እንተኾነ ናይ መወዳእታ ከምዚ ቮላታ ድዩ ዝበሃል ናይ መወዳእታ ጉያ እዩ በፂሑ ዘሎ ኢሳያስ ኣብዚኣ ኩሉ ኤርትራዊ ክነቅሕ ኣለዎ ተኾነ ተኣምር ክርኢ ተስፋ ገብር ምክንያቱም እሱ ክማወት እዩ ምክንያቱ ንዕኡ ሞት ኢዝ ናቲንግ ከምዚ ዝርዳእኒ ፈራሕ እዩ እኳ ተበልዎ ፈራሕ ዳ ፈራሕ ወ ፈራሕሲ ንምሽክን ምንም ንዘይፈልጥ እዩ ዘሳቒ ራይት እዚ ሲ ምስ ሬሳ ምስ ሬሳ ዝበኣስ እዩ ነው ምስ ሬሳ ህይወት ምስ ዘይብሉ ኤኒወይ መቸም ሕማምና ከነውፅእ ኣለና እንዲዩ ጓሂና ከነውፅእ ኣለና እንዲዩ ብከምኡ ምክንያት እየ ሎሚ ጀስት ወክ እንዳገበርኩ ቁሩብ እስከ ክስታይ ተበልኩ ኢለ ኤኒወይ ምስቲ ጀፍሪ ኤፕስቲን ተዛሪቡ ኣሎ ኢሳያስ ምስ ኤርትራ፣ ንኤርትራን ኢትዮጵያን ክሕውስ ዕላማ ከም ዘለዎ ብግሉጽ ተዛሪቡ እዩ። ኣብዚ ዝሽፈን ነገርሲ የለን። ሌትስ ቢ ፌር እቶም እስቲል ኣብ ሶሻል ሚድያ ብዙሕ ሰዓብቲ ዘለውኹም እሞ ነዚ ትኽሕዱ ዘለኹም ጽባሕ ንጎ ካልእ መዓልቲ እያ። ስለዚ ናብቲ ሓቂ ተረገጽና ሕሸና። ጽባሕ ንጎ ካልእ መዓልቲ እያ። ኣብ ጽፍርኹም ክትሕብኡ ኣይትኽእሉን ኢኹም። ስለዚ ናብ ሓቂ ንርገጽ። ልዕሊ ኩሉ ንኤርትራ ቀዳምነት ንሃብ ንሰብ ደይኮነ ማለት እዩ ከም ኤርትራውያን ክንቅጽል ተኮይንና ተዘይኮይኑ ተሓተቲ ስኻትኩም ክትኮኑ ኢኹም ማለት እዩ ምክንያቱም ግፍዒ እንዳረኣኹም ስቕ ሃገር ክትሽየጥ ከላ ንሕና ንሱ ትብሉ ዝነበርኩም ዊች ኢዝ ንሱ ሸጥኩማ ማለት እዩ ተወዲኡ ንሕና ንሱ ካብ በልኩም ብዝኾነ እዚኣ እታ መልእኽቲ ሎሚ ከሕልፋ ደልየ ዝነበርኩ ኣይሆፕ ክጠቅም ነቶም ብዘይ ምፍላጥ ምስዚ ዓማፂ ህዝቢ ኤርትራ ተሰሊፎም ዝነበሩ ናብ ልቦም ክምለሱ ነው ዋን ቲንግ ኣደ ታይም ደም ዝብሉ ብቆቁሩብ ክነቅሕ ተስፋ ገብ እዚኦም ቆርፋዳት እዚኦም ካብ ገድሊ ጀሚሮም ከምዚኦም ድሃድሙ ነይሮም ሓደ ዝተቀተለ ተጋዳላይ ከተምፃለ ኣይትኽእልን ኢኻ እዚኦም ነውራማት ማለት እዩ ስለዚ ሕጂ ድማ ማንም መንእሰይ ንኢሳያስ ኢልካ ከይትስዋእ ተወዲያ ንኢሳያስ ኢልካ ከይትስዋእ ተወዲያ ግልፂ ገይረ ይነግረኩም መንእሰያት ዝኾኑ ኣሕዋትኩም ኣውፅዎ ተለቂሕካም ካብ ሰብ ተረዲኩም ኣሎ ተለቂሕኩ ገንዘብ ኣውፅዎ ካብቲ ቦታት እዩ ንከይስዋዕ ሃውኹም ግልፂ ገይረ ከነግረኩም ፅባሕ ንጎ ከይትበኹ ኣነ ግልፂ ገይረ ይነግረኩም ፅባሕ ንጎ ምብካይ ትርጉም የብሉን ትርጉም የብሉን ሕጂ ኢኻ ትገብረሉ ንሓውኻ ንፋሚሊኻ ሕጂ ኢኻ ትገብረሉ ዋላ ኣብ ኢትዮጵያ ለሚንካ ብላዕ በልዎ ኣውፅዎ ካብታ ግንባር ኣውፅዎ ካብታ ግንባር ኣውጽኡ በቃ ተወዲኣ ኣውጽዎ ካብቲ ግንባር ንመን ኢልኩም እንድሕር ተቆሪጹ ሓውኹም ኣባኹም እዩ ዝድርበ ኣባኹም እዩ ዝድርበ ኣብ ካልእ ቦታ ኣይከይድን እዩ እቲ መንግስቲ ኣይረድኦን እዩ ትማሊ ዓይና ዝዓወረት ጓል ርኢኹማ ሽዱሽተ ዓመት ኣብዚ ክትልምን ክትልምን ርኢኹማ ኢኹም ከማያ ዕጫ ዕጫ የሕዋትኩም ከማያ ክትከውን ስለዚ ኩላካ ህዝቢ ኤርትራ ካብቲ ግንባር ደሎ ሓውካ ኣውጻዮ ኣውጻዮ ለሚንካ እሞ ኣውጻዮ ክንነግረካ ለሚንኩም ዋላ ኣውጽኡ በቃ ዳህራይ ምስ ተሰዋእኩም ዳህራይ ምስ ተቆረጸ ዳህራይ ገለ ምስ ኮነ ተረዲኩም ኣሎ ዋይ ዋይ ኣይዓብስን እዩ በቃ ዋይ ዋይ ኣይዓብስን እዩ ትማሊ ንኣብይ ኢሎም ዝተሰውኡ ሰባት እንታይ ኢሎሞ ዓሶ እዮም ሓቢሞ እምበር ኣይተሰውኡን ኢሎሞ ጨካናት እዮም ርኢኹሞም ዶ ንህዝቢ ኤርትራም ክነግርዎ ኣይከኣሉን ራይዎ ኣደ ኤርትራዊት ማዕጾ ማዕጾ ትጥምት ኣላ ክሳብ ሕጂ ተሰዊኡ ክንሳ ወዳስ ማዕጾ ማዕጾ ተስፋ ከይቆረጸ ሕጂ ድማ ከምኡ ክግበር ደሊኹሞ ሕጂ ድማ ከምኡ ክግበር ክድገም የወለን ሰብ ሓንሳብ እዩ ዝጸፍዓካ ተጠንቀቅ ህዝቢ ኤርትራ ሓንሳብ እዩ ዝጸፍዓካ ካልኣይ ሳልሳይ እንድሕር ደጊምካ ተወዲኣ ኣላ ተጋሲስካ ኣሎ ብራዘር ስለዚ ሓንሳብ ጸፊዒና ኣሎ ምሽ ሕጂ ድማ ምድጋም ድበሃል የለን ንትግራይ ተባሂሉ ድስዋእ ማንም ኤርትራዊ ክህሉ የብሉን ስለዚ መንእሰያትካ ኩላህካ ካብ ግንባር ኣውጻዮም ደው ኢልካ ኣብ ኢትዮጵያ ሰብ ክነግረኩም ኣነ ሕጂ ናይ ኢትዮጵያ ሚስጥር ኣብ ኢትዮጵያ ከም ድሌትኩም ክንነብሩ ትኽእሉ ኢኹም ኣነ ግልፂ ገይረ ክነግረኩም ኣብ ኢትዮጵያ ጠሚኹም ኣይትመቱን ኢኹም ህዝቢ ኢትዮጵያ ብጣዕሚ ለዋህ ህዝቢ እዩ ግልፂ ገይረ ክነግረኩም ለዋህ ህዝቢ እዩ ሴጣን እዩ ከምዚ እዩ ከምዚ ድበሃል ደሎ ሓሶት እዩ ኣቦታትና ጥራሕ መኣኮሮም ናብኡ ከይዶም ተረዲኩም ኣሎ ገንዘብ ገይሮም መዓት ነዛ በስባስ ኤርትራ ኣምፅኦም ተረዲኩም ኣሎ ግልፂ ገይረ ዝዛረበኩም ስለዚ ኣብ ኢትዮጵያ ከምዚ ናይ ሲኦል ቦታ ኣይትውሰድዋ እስኹም ኣይትፅገቡ ኣብኡ ምስ ከድኩም ስርዓት ጌርኩም ንበሩ ተወዲያ ክሰርሕ እንድሕር ኢልካ ግን ኣብ ኢትዮጵያ ማንም ሰብ ገፁ ኣይክውለልካን እዩ ገፁ ኣይጠወልካን እዩ ስራሕ እዮም ድብሉኻ ተወዲያ እሶም ከማን ስራሕ ብዙሕ ኣይፈቱን እዮም የርእዩኻ እዚያ እዚያ እዚያ ግበራ ይብሉኻ በቃ ተወዲያ ትሰርሕ ትምዕብል ትህብትብ ተወዲያ ኣብ ኤርትራ ግን ሂወትካ ትከፍል ጓሂ ናይ ፋሚሊኻ ትኸውን ትቁረጽ ወይን ድማ እግርኻ ጓሂ ናይ ነብስኻ ትኸውን ጓሂ ናይ ፋሚሊኻ ትኸውን እንታይ ትረብሕ ወላ ሓንቲ እዚ ሁሉ ተጋዳላይ እዚ ሁሉ ባ ተጋዳላይ ተጋዳላይ ደንባይ ኣናዕል ዲኑ እዚ ሁሉ ኣገልግሎት እዚ ኩሉ መንደላይ ተረዲኩም ኣሎ እንታይ ተገይሩሉ እስከ ንገሩኒ እንታይ ተገይሩሉ ሓላፍነት ከማን ብግቡእ ኣይሃብዎን ሓላፍነት ብግቡእ ከማን ኣይሃብዎን ጸዋት ኣለኻሳ ሓላፍነት ብግቡእ ከማን ኣይሃብዎን ኣያችሁ ከምዚኦም ድገብሩ እዚኦም እዚኦም ረሳሓት እዚኦም ክነግረኩም ኣነ ግልፂ ገይረ ይነግረኩም ነዚኦም ኢልኩም ፅፍርኹም ከይሰዱ ኣሕዋትኩም ኣውፅዎም ናብ ኢትዮጵያ ኩልኹም ስደድዎም ስደድዎም ተወዲኣ ውጻእ ካብታ ሃገር ጥራሓ ትትረፍ ጥራሓ ክትተርፍ እዩ ደለዋ ኤርትራ ተወዲኣ ጥራሓ ክትተርፍ እዩ ደለዋ የስ ኣነ ይወላችሁ ነዚ ዝወስደሉ ጋራንቲ ሙሉ ፐርሰንት ኣለኒ። ምክንያቱም ህዝቡ እንዳተቀተለ ህዝቡ ፈቆዶ ባርነት እንዳመተ ኣስቀጥ ኣቢሉ ኣሎ መንግስቲ ኤርትራ ባዕሎም ይፈልጡ ኢሉ ንሕና ድማ ባዕላ ትፈልጥ ኤርትራ ንብለካ ኣለና እንታ ዲኻ ተምጽእ ተጋዳላይ ኣንታ ሙሽሙሽ ትኪድ ተቃለስ ጠዋይ ዓይኒ ጠዋይ ገጽ ኪድ ተቃለስ በይንኻ መንእሰይ ኣይቃለሰልካን እዩ ድሕሪ ሕጂ መንእሰይ ማንም ኣብይ ይዛረብ ዋላ ገመቹ ይዛረቡ ኣስቅጥ ኣብሉ ተወዲያ ጉዳይና ኣይኮነን ንሕና እንዳመትና ምሽ ስቕ ኢሉ ኣሎ ተጋዳላይ ንሕና ድማ ስቕ ክንብል ኢና ኣይንዘ ኣይንምልስን ከማን ክኸይድ እየ እንዳ ቴዲ ኣዋሳ ክኸይድ እየ እንዳ ቴዲ ኣዋሳ ክኸይድ እየ ባርባር ከብላ እየ ነዚኣ ኢትዮጵያ ባርባር ሙሉእ ተስፋ ክህቦም የስ የስ የስ ኣይንምውትን ኢና ንጎረቤት ሃገር ተባሂሉ ንኣብይ ተሰዊእና ሕጂ ድማ ንትግራይ ተሰውኡ እንዳተባሃለ ይስበኽ እዩ ዘሎ ስለዚ እስኻ ክነግረካ ፅባህ ንጎ መፂኹም ከይትበኽዩ ኢለ ንዓይ ካብ ሕጂ ዝነግረኩም ኩናት ምክፋታ ኣይተርፍን እዩ ስለዚ የሕዋትካ ኣውፅእ ኣዝማድካ ኣውፅእ ካብቲ ግንባር ደለው ኣውፃዮ ኣውፃዮ ኣውጻዮም ኣብ ቅድሚ ኣምላኽ ኣውጻዮም። ኣነ ግልጽ ገይረ ከን ኣውጽዎም በቃ ተወዲያ። ኣይንመውትን ኣይንስዋእን ጽፍርን ኣይንሰድድን ተወዲያ። ብራዘር እዚ ክትብል ኣለካ። ንመን ኢልኩም ካብ ሃገርኩም ኣሰዲድኩም ሕጂ ድማ እናኣሽቱ ኣሕዋትኩም ድማ ኣብ ኩናት ከእትዎም ይዳሎ ኣሎ። እዚ በጽባጽ ስለዚ ተወዲኣ ኣላ እዛ ነገር እዚኣ ኩላሕካ እጠቕ በሎም እዚ ምን አባታቸው ታሪክ አላቸው ደግሞ እዚም በህዝቢ ደም ድጻወቱ በህዝቢ ረሃጽ ድጻወቱ እምበኣር ኣነ ንክስዋኣላ ጥራሕ ትደልይኒ ኤርትራ ኣየ ከሙያ ከሙያ ሓሳቦም እዚኦም ደናቁር ብጣዕሚ እኮ ይድገርመካ ንክትስዋእ ጥራሕ ኣድለ መንእሰይ ኤርትራ ጉቡእኻ ንክትሓትት ግን ኣንታ ከዳዕ ትበሃል ኣብ ኤምባሲ እንድሕር ኬድካ ጉቡእኻ ክትሓትት እንድሕር ኬድካ ርዳእኒ እንድሕር ኢልካዮ ኪድ ኪድ ውፃእ ኢሎም የውፁኻ ካብቲ ኤምባሲ ስለዚ ስለዚ ብራዘር እዚ ቆርፋት ተጋዳላይ ክፃወተልካ ንዓኻ መንእሰይ እዚ በፅባፅ እዚ ፕሮቲን ዘይብሉ መግቢ በሊዑስ ናብ ሃገር ድመዚ ዝቆማል ተጋዳላይ ነዚ ሲ ክስዋእ ከይትስዋእ ከይትስውዑ የሕዋትኩም ከይትስውኡ እስኹም ከማን የሕዋትኩም እስኹም ከይትስውኡ ተወዲያ ግልፂ ገይረ ይድዛረብ ኣነ ኣይገድፈኩምን'ዩ ተጋዳላይ ተጋዳላይ ኣይገድፈካን'ዩ እመነኒ ድብለካ ደለኹ ተጋዳላይ ኣይገድፈካን'ዩ ወላ ሓንቲ ዝጠቅም ነገር ይብሉን ስለዚ ትፍረስ ትብል እታ ገዛ ቁፅሪ ሓደ ተንክፍ ብራዘር ንሕና እታ ገዛ ከይትኸስሩ ናይ ቀደም ስለ ዝኾነ ጥልያን ዝሰርሓልኩም እዩ ድብል ደሎ ትራምፕ ተረዲኩም ኣሎ ኖ ኖ ኖ ትራምፕ ፀገም ይብልካን እታ ገዛ ፍርሳ ይናዮ ኣለና በቃ የስ ክትፈርስ ይደልዋ ህድሞያ ህድሞ ኣቦታትና እዮም ሰሪሖማ ኢና ጥልያን ዝሰርሖ በዚ ናይ ኣብ ማእከል ሹቅ እዩ ወላሓን ፀገም የብሉን ፈሪሱ እዩ ዳርጋ ፈሪሱ እዩ ኩሉ እዚኦም ካብ ዝድኸዱ መራኦ ገይሮም ኣለዉ እዚኦም እዚኦም ደገፍቲ በሃልቲ ሲ ካብ ዝድኸዱ ተረዲኩም ኣሎ መጋበሪ ገይሮም እዋይ ደርግ ነዚኣ እስከ የፍረሳ እንዳበሉ ኣው ይራው እዚን ጥንብ ንጥንብ ተኣኪቦም ማለት ይሕዋት እዚም ኩለን ካብዚ ድኸዳ ሪኢኹም ኣለኹም ኣብቲ ዝፈረሰ ገዛ እንድጋበረው ኢሎምኻ ዝገበር በቃ ኣለቅ ደርግ ይዝክሩ ኣለዉ ማለት ብተዘዋዋሪ ሲ ደርግ እዮም ዝዝክርዎ ደለው ኣያችሁ ከምዚኦም ከምዚኦም እዮም ሕጂ እዚኣ ጓል ሳሕል ትበሃል ኢሎምኻ ዘየደቀሰቶ እኽሊ የለን ዘየደቀሰቶ እኽልሲ የለን ኢሎምኻ ኣብ ኣተከል ይዛ ንእሽተይ ሸዊት እንድሕር ብቑል ኢሉ ኢሎምኻ ከይዳ ውበጥ ትብል ኢሎምኻ ኣብኡ ትግበር መብዛሕቱ ኣብ ተከሊዛ ደሎ ህዝቢ መልሓሱ እንዳውፀ እዩ ድዛረብ ኢሎምኻ ምክንያቱም ቁሒሞማ እዮም ነቲ ስፐርሚ በሊኦሞ መልሓሶም እንዳውፅኡ ይኸዱ ኢሎማ መብዛሕቶም ደቂ ኣተከሊዛ መልሓሶም እንዳውፅኡ ይኸዱ እዚያ ጓል ሳሕል ኢሎምኻ ክትግበር መዓት እያ ነይሮ ኢሎምኻ በቃ ኣብ እኽሊ እንዳኸደት ምድቃስ ዋይ እዚያ ርግምቲ ቆልዓ እጅ ድማ ደቂሳቶ ነለካ እኽልና ኩሉ ደቂሱ እዮም ድብሉ ኢሎምኻ እኽልና ኩሉ ደቂሱ እዚኣ ርግምቲ እኽልና ንሓሉዳ እኽልና ንሓሉ እንዳበሉ ኣብ ተከሌዛ እንዳለ ሽማግሌዎች ሁሉ በቃ ወይም ድኸሱ ኢሎምኻ ኣብዚ መፅያ እንታይ ትብለካ መሲልካ ኣነሲ ጓልስሓል ጓልስሓል እኮ ይኮነትን ድማ ገርመኩ ተፈሊጣሲ ኣብ ሱዳን ዕባያ ሕጂ ተረዲኩም ኣሎ ኣነስ ብጣዕሚ ዝገርመኒ ብጣዕሚ እዮም ደፈንፍኑኒ ባይዘወይ እዚኦም ፍንፋናት እዚኦም ክነግረኩም ብጣዕሚ እዮም በቃ ደፈንፍኑ ኣብ ዓለም እቲ ደፈንፍን በቃ እዜን እዜን ድርባያት እዜን እዜን መጅላጋት እዜን ስለዚ ኢሞ ትብል ወዲ ሻርምጣ ወዲ ብፅበፅ እንታይ ሆንካ ትሰደለ ኣለኻ ናስከቶ ናቶ ናቶ እናትትበዳልን ናይ ሸርሙጣ ናቶ ናቶ ናቶ ሰዲደልካ ኣለኹ ወዲ ኣረጊት ሸርሙጣ ናቶ ና ና ሰዲደልካ ኣለኹ ወዲ ከልቢ ናቶ ክሰባብረካ ተሰባበር ሓፍቲ ኣቦኻ

በዚም
ኤርትራ ተደሪፈልካ ኣሎ የማነ ባርያ ደሪፍልኩም እዩ ስምዕዎ ስምዕዎ ሓንጎል ዘለዎ እዩ ስምዓ እያ እዚኣ ደርፊ ምሳይ ከምኡ ኣይሰርሕን እዩ ንኣይ ክምዕደኒ ዝኽእል ሰብ የለን ግልፂ ገይረ ክነግረኩም ኣነ ኢለኩም እየ ንኣይ ክነግረካ ማንም ሰብ ከይትምዕደኒ ብለካ ኣለኹ ማንም ሰብ እዚ ሕማቅ እዩ እዚ ጽቡቅ እዩ ገለ ትብሎ ዘለኻ ልዕሌኻ ፈልጦ እዩ ሕማቅን ጽቡቅን ኣጸቢቀ እዩ ድፈልጥ ተረዲኩም ኣሎ ማንም ሰብ ንዓይሲ ክነግረኒ ይክእልን ኣብዚ ሚድያ ያ ያፌት እንታይ ገበረ ትብሉ ደለኹም? ያፌት ዋላ ሓንቲ ገበረ ግዳይ እዩ እዚ ቆልዓ እዚ። መጀመርያ መወፀ ዝተዛረብኩሉ ኣነ ኣነ ነዚ ቆልዓ እዚ ማለት እዩ ተረዲኩም ኣሎ። ንያፌት ከድሕኑ ዘይክእሉ ሰባት ግን ኣብዚ ክፅሕፉለይ ኣይደልዩን እዮም ግን ክነግሮም እዩ ያፌት ተቀቲሉ ክልተ መዓልቲ እዩ ኣብ ኣስመራ ኣብ ኣብቲ ዓዱ ተጒሒፎም ኮፍ ኣቢሎሞ ከይተልዕልዎ ተባሂሉ ሓደ ትግረ ድማ ምስ ተቀተለ ኣልዕል ኣቢሎ ብሬስኡ ኣይንቀብሮን ኢና ቀታሊና እንድሕር ደየምጺኻዮ ኣይንቀብሮን ኢና ኢሎም ሕጂ ብልጫረ ብራዘር እትዮም ሰቦም ኣኽቢሮም ጎበዞች ኮይኖም ንያፌት ዘመዱ ግን ደቂ ዓዱን ወይ ደቂ ከባቢኡን ሓራዓት እዩ ሓራዕቲ ሓራዕቲ ሓራዓት እዮም ብሓቂ ድብለካ ድርባያት እዮም ቆምሽጢ እዮም ናይ ብሓቂ ቆምሽጢ ናይ ያፌት ከባቢ ቆምሽጢ እዮም ኩሎም ብድፍረት ድዛረብ ኣነ ቆምሽጢ ቆምሽጢ ቆምሽጢ በቃ ተወዲያ ቆምሽጢ እስከማን ትቐይሩ ኢኻ ያራዳል ቆምሽጢ እዮም እዚኦም ብሓቂ ድብለኩም እትዮም ደቂ ትግረ ግን ኣናብስ እዮም ወዶም ዓይኒ ቀብሮን ኢና ቀታሊና ግን ኣርዩና ኢልዎ ክልተ መዓልቲ ከይቀበርዎ ባዕሎም ሂዞሞ ኣብ ፍርጅ ኣጽኒሖሞ ረእ ብልጩ ራዮ ብልጩ ራይዎ እቲ ብልጩ ራዩ እቲ ክልተ መዓልቲ ካብቲ ካብቲ ካብቲ መሬሲ ከይተልዕልዎ ተባሂሎም ክልተ መዓልቲ ከይተልዕልዎ ማንም ሰብ ከይትንክፍ ተባሂሉ እቲ ድማ ክልተ መዓልቲ ኣብ ፍርጅ ጸኒሑ ቀታሊኡ ኣነ እየ ተባሂሉ ድማ መጽዩ ስለዚ እዚ ብልጫ ይደለዎም ብራዘር ናይ ያፌት ፋሚሊ በሎ ናይ ያፌት ከባቢ በሎ ቆምሽጢ እዩ ኩሉ ቀይሕ ፀብሒ ይደሊ ቀይሕ ፀብሒ እዩ ዘሳድድ ኣለቀ ጓዕ ሰብካ መይትካ ክልተ መዓልቲ ሙሉእ ኣብ ፅርግያ ክድርበ ፅርግያ ስለዚ እሱም ጉዳዮም ኣይኮነ ጉዳዮም ኣይ ዝሓሰረ ሰብ ኣውዩ በቃ ተወዲያ እዚ የገሚታ ኣነ ብሓቂ ድብለኩ ዝሓሰረ ሰብ ዝርከቦ እቲ ከባቢ እዩ ማለት እዩ። ሰብ ተቐቲሉ ዋላ ሓንቲ በቃ ትርጉም የብሉን ማለት እዩ። እንስሳይ በቃ ሜትና ሰብ ኣይኮነን ሜትና ኢሉ ድሓስብ ከባቢ ምዃኑ ካብ ዝተረድያነ ተረዲኩም ኣሎ ኣለቀ በቃ። ስለዚ ኣብዚ ሚድያ መጺኹም ክትፍክሩ ይትኽእሉን ኢኹም ክትፍክሩ ይትኽእሉን ኢኹም። ሬሳ ናይ ሓውኹም ከድኩም ኣልዕሉ ተወዲያ። ስለዚ ናይ የማነ ባርያ ግን ጋብዘኩም ኣነ ሚልኪ እዚኣ ጋቢዞ እንዳጨረብና
ህወሓት ኢትዮጵያ ውድብ እዩ ደሳለ ኣለም ገብረዋህድ ትሰምዖ እንተ ኔርካ ኣቦይ ስብሓት ትሰምዖም እንተ ኔርካ ዋላ ደብረፅዮን በዓሉ ደብረፅዮን እንታይ እዩ ዝብል ፀላኢ ንሕና ብትግራይ ክንሓስብ እዩ ዝደልዩ ማለት ፀላእቲ ናትና ሲ ብትግራይ ክንሓስብ እዮም ዝደልዩና ንሕና ግን ብኢትዮጵያ ኢና ንሓስብ እዩ ዝብል ደብረፅዮን ማርክ ጎረዙ ሓደ በል ኣለም ገብረ ዋህድ ሎሚ ቀዳማይ ምርጫና ካልኣይ ምርጫና ኢትዮጵያ እዩ ዝብል ኣቦይ ስብሓት እዞም ውድባት ናፅነት ዶ ክንግንፀልና ዶ ገለ ዝብሉ ዘሎ ባንዳታት እዩ ዝብል ህወሓት ምስሉ ሕብሩ እቲ መትከላቱ ብምሉ ኢትዮጵያዊ ውድብ እዩ። ህዝቢ ትግራይን ህዝቢ ኤርትራን ዝበሃል ሓደ ህዝቢ ሓደ ከውን መንነት ክዕቅብ ገለ ዝበሃል ነገር ኣምር የብሉ ሓደ ካልኣይ ሻዕቢያ ድማ ብመሰረቱ ኢትዮጵያዊ ውድብ እዩ። ዝዓንቶ ዝሰምዖ ዝነበርካ ንሰምዖ ነበርና ኢሳያስ እዩ ኤኣይ ኢኻ ኢልካዮም ሲ ዝመርሖ ኢትዮጵያ ቀዳምነት ዝሰርዕ እዩ በዓል ኣልኣሚና ኣጊዶም እንታይ ኢሎምና ሰሚዕኸ በዓል መስፍን ሓጎስ ኢሳያስ ዝበሎም ብዛዕባ ኢትዮጵያ እንታይ ምኾኑ ትፈልጥ ኢኻ ሻዕቢያ ቶታል ኢትዮጵያ ውድብ ሕጂ ህወሓት ኢትዮጵያ ውድብ ሻዕቢያ ኢትዮጵያ ውድብ ፅምዶ ፈጥሩ ተድልዮም ኢትዮጵያ ንምድሓን እምበር ትግራይ ንኤርትራ ንምድሓን ክኸውን ኣይክእልን እዩ። መንነታዊ ተቓላሳይ ትኾን ከ ኢትዮጵያ ንምድሓን ክሰርሕ ኣይትኽእልን ኢኻ። ስለዚ መሓሪ ዮሃንስ እንተ ኢትዮጵያ ንምቕታል መደብ ኣለዎ ኮይኑ ምስቶም ንህዝቢ ኤርትራን ህዝቢ ትግራይን ሓደ ክገብሩ ወይ ህዝቢ ትግራይ ንህዝቢ ኤርትራን ነናይ ባዕሎም ሃገር ይኹኑ ብዘየገድስ ኣብ ሓደ ሃገር ይኹኑ ንባዕሎም ሃገር ይኹኑ ግን ከዓ ቀዳምነት ናሽናል ኢንተረስት ናይ ትግራይ ናይ ኤርትራን ከነረጋግፅ ኣለና ምስ ዝብሉ እዩ ክመክር ዘለዎ ኣብ ምቕታል ናይ ኢትዮጵያ እምበር ምስ ሓደ ኢትዮጵያ ኮንካ ኢትዮጵያ ክትቀጥል ኣይትኽእል ናይ ደሳለ ገዛ ከነቃፅሎስ ምስ ደሳለ ንምካር ኣይበሃልን ናይ ኣእምሮ ፀገም ተዘ እዛ ኢትዮጵያስ ተዓዊትላ። ሕወሓት ድኻምናን ፃዕርናን ዲና ንጥልዖ ዘለና ኢትዮጵያ ንምድሓን እዩ። ስልጣን ሒዝና ኢትዮጵያ ክነድሕና ኢና እብሉ። ህግደፍ ኢትዮጵያ ከይትበታተን እዩ ፃዕርና። ሙሉእ ዕድሜና ሙሉእ ዝተቓለስናሉ ጉዳይ ኢትዮጵያ ከይትበታተን ዶብ ኣይግድሰና ዋላ ህዝብና ይግድሰና። ኢትዮጵያ ንኸይትበታተን ክንፅዕር ኢና ይብሉ። ብልፅግና ከዓ ብወገኑ ኢትዮጵያ ዘለዓለም ትኑር፣ ኢትዮጵያ ትፈርስም እኔ ያለውላት ይብል። ሰለስቲኦም ንኢትዮጵያ ምሰርሑ ትግራይ ምስክነይቲ ዘኽቲማ በትበይና ኤርትራ ዘኽቲማ በትበይና ዋና ዘይብላ ኣይሕዝናኻን ኢትዮጵያ ግን ተዓዊትላ ከምዚ ሓንቲ ወላዲት ሰለስተ ደቃ ዝበፅሑላ ዝጎበዙላ እሞ ድሓር ኣነየ ዘኾልሳ ኣነየ ሓፍ ዘብላ ኣነየ ክዳን ዝገዝኣላ ኢሎም ዝቀዳደሙላ ቆሚያ ኢትዮጵያ በቃ ኣነ ኣለኹልኪ እዮም ዝብልዋ ዘለዉ ሰለስቲኦም በቃ ተዓዊትልኪ ማማ ኢትዮጵያ ኮንግራጁሌሽን ኦኤምጂ ጆሲ ዝገርም ትንተና ቴንክ ዩ ብራደር ዝገርም ክልቴኹም ብጣዕሚ ብጣዕሚ ብጣዕሚ እየ ዘድንቐኩም ዕድመን ጥዕናን ይሃብኩም ኣበግድዋን ሁሌ ነብሲ ኤርትራ ንኤርትራውያን ፈሽላት እያ መስለኒ ኣፍሪቃ ንኣፍሪካውያን ይብለና ኣሎ ፅንሕ ኢሉ ከዓ እስራኤል ንእስራኤላውያን ከይብለና ኢና ንፈርሕ ቢ ሬዲ ጋይስ ኣብዚ ተበጊሰ እየ ድማ እቲ ኣብ ኣፍሪቃ ዘሎ ሲ ንዝጥቀመሉስ በረኸት እዩ ሶ ክትህፍቲ እንተደሊኻ ናብ ኣፍሪቃ ክትደኪ ወይ ከዓ ናይ ሓሶት ፌክ ዝኾነ ናብራ ክትደ እንተደሊኻ ከዓ ናብ ምዕራባዊ ዓለም ዝበልክዎ እንታይ እዩ እቲ ፌክ ናብራ ዝበልናዮ ኦኬ ኣብ ምዕራባዊ ዓለም ዘለዋ ኩለን መኻይን በለን ገ- ገዛ በሎ ኩሉ ናቶም ኣይኮነን ናይ ክራይ እዩ ሓደ ፐርሰንት ክህልው ይኽእሉ እሶም ብዛዕባኦም ኣይኮንና ንዛረብ ዘለና ሕጂ ብዛዕባ ውልቀ ሰብ ተኮይና ኩስቶ ሃፍታምን ድኻን ክንብል ንኽእል ኢና ብዛዕባ ሕብረተሰብ ትዛረብ ተለኻ ግን ብፐርሰንት ኢኻ ትዛረብ ብምኢታዊት ሶ ብምኢታዊት ተሪኢና ኣነ እታ ዝኸድክዋ ከማንሲ ኣብ ኣሜሪካ ከይደ ነይረ ፕላስ ኣብ ካናዳ ከዓ ሸውዓተ ወርሒ ሙሉ ገይረ ኣብዚአን ከማን ኣብዘን ደሓን ዝኾና ዝበሃላ ሃገራት ዘለኒ ተመክሮ ኤውሮጳ ኣይከድኩን ግን ከዓ ዕሙቕ ዝበለ መፅናዕቲ ኣለኒ ሎሚ ዕድሚን ቴክኖሎጂ ግን ኣብዘን ዝኸድክወን ከይተረፈሲ መብዛሕትኦም እቶም ብምሉኦም ኣነ ዝረኸብክዎም ዘበለሲ ናይ ልቓሕ ገዛ ናይ ልቓሕ መኪና ዘለዎም ሕጂ ብደገ ኮንካ ክትርእዮም ከለኻ በቃ ኣነ ዝበላ ዝተመሓሸ ስፔሻል ሌክጀር ዝኾነ ሂወት ዘለዎም ገለ እዩ ዝመስለካ ኣብቲ ሓቂ ተሪኢኻ ግን በቃ ዘለዎ ናብራ ናብራ ከይትምነዮን ኢኻ ምክንያቱ ወርሒ ካብ ወርሒስ ብዛዕባ ከመይ ገይሮም ነታ መኪኖኦም ድያ ነታ ገዝኦም ንክኸፍሉ ዝጓይሉ ናብራ እዩ ዘሎ ሶ ስለዚ ካብዚ ንላዕሊ ፌካ የለን እዩ ብዕዳ ዝወንን ካዮ ነገር ናተይ ኢልካ ትኾርዓሉ ከይዲ ኣይኮነን ጥራይ ዘይኮነ ንዕኡ ንክትከፍል እውን ምቹእ ዝኾነ ባይታ የለን። እዞም ሰባት ካናዳ ሪጀክት ኢላቶም እያ መስለኒ ጠቅላላ ክወዳደሩ ዘይግብኦም ነገራት እዮም ዘወዳድሩ ዘለዉ እቲ ጁባ ኔርናዮ ኢና እቲ ኡጋንዳ ኔርናዮ ኢና። እቲ ሩዋንዳ ኔርና ኢና እቲ እስራኤል ሸሞንተ ዓመት ዶኽ ኢልናሉ ኢና። እስኻ ሕጂ እዛ ኣጥሪኻያ ዘለኻ ድኳን እስራኤል ተዘይትመጽእ ኣይመጥረኻያን ኔርካ ማለት እዩ። ኣብ ኣፍሪቃ ወይ ኣብ ኤርትራ ኔርካ ተትኸውን ኣይምወነንካያን ኔርካ። ኣነ ኣብ ካናዳ ኣርባዕተ ሰዓት ሰሪሐ እዛ ወኒንካያ ዘለኻ ቢዝነስ ዘይትእትዎ ኣታዊ ክእቱ ክእል እየ ነገር ግን ከምቲ ዝበልካዮ ብዙሕ ቢላት ኣለኒ ዝኽፈል ቢል ኣለኒ እንተኾነ ግን እቲ ቢል ዘገደደኒ ሰብ የለን ኣመንጊጉ ከምዚ ገይሩ ዕዳ ዝእተወኒ ሰብ የለን ብምርጫይ ዝኣትዎ ማለት እዩ። ሰባት ኣብ ከናዳ ሞርጌጅ ክኸፍሉ ከለዉ፣ ገዛ ክራይ ስቕ ኢለ ካብ ዝኸፍልሲ፣ ድሕሪ ዝተወሰነ ዓመታት፣ ንውሕ ድሕሪ ዝበለ ዓመታት፣ ዝውንኖ ገዛ መታን ክህልወኒ ኢሎም ሞርጌጅ ይኣትዉ፣ ከም ኣማራጺ። እቲ ሞርጌጅ ኣካርዮም ከኣ ብነጻ ኣብ ዘይክፍሊት ዝነብሩ ኣሽሓት ሰባት ኣለዉ። ናብ ቢዝነስ ለዊጦሞ ማለት'ዩ። መኪና ፋይናንስ ክትገብር ክትገዝእ ድሕሪ ዘይደሊኻ ኣብ ዕዳ ክትኣቱ ድሕሪ ዘይደሊኻ ብሽሕ ዶላር መኪና ክትገዝእ ትኽእል ኢኻ which means ናይ ዓሰርተ መዓልቲ ደሞዝካ ማለት እዩ ኣብ ኣፍሪቃ ከምዚ ዓይነት ዕድል ኣሎ ብናይ ዓሰርተ መዓልቲ ደሞዝካ መኪና ክትገዝእ ትኽእለሉ ዓዲ እዩ ዕዳ የብልካ ገለ የብልካ ማለት እዩ ልክዕ ከምቲ ንስኻ ኣብ እስራኤል ትነብሮ ዘለኻ ኣነባብራ ኣብ ካናዳ እንተደኣ ትነብር ኮንካ ገንዘብ ዘይትሕዘሉ ምኽንያት የለን። ሰብ ይነብር ስለ ዘሎ እዩ ብዚ እቲ ገንዘብ ዘይተሓዝ መወዳእታ ደስቲኔሽን ናቱ ስለ ዝኾነ እቲ እስራኤል ነይርናዮ ኢና ሙለይ ልክዕ ከም ናይ ኣፍሪቃ ከም ናይ ኡጋንዳ ኣነባብራ ኣብ ካናዳ መፅየ እንተ ደኣ ነይረ ብዶላር እንዳእተኹ ናብራይ ግን ናይ ኡጋንዳ ተገይረዮ ገንዘብ ዘይሕዘሉ ምኽንያት የለን። ከመይ ትተሓሳስባኻ እስራኤል ንምጽላእ እኮ እዚ ሕጂ ሎማዓንቲ ኣጋጢሙ ዘሎ ናይ ተወንጫፊ ድምጺ እሱ እኹል ትሩፍ ምኽንያት እዩ። ካልኣይ ኣብዚ ዓለም ክንደይ ዓውድታት እዩ ዘሎ ትርጉም ናይ ምንባር ድኳን ምኽፋትን ምዕጻውን ጥራሕ እዩ ዝበለና መን እዩ? ትርጉም ናይ ዓወት ድኳን ምስ ትኸፍት ጥራሕ እዩ ወይ ድኳን ምስ ዝህልወካ ጥራሕ እዩ ዝበለናኸ መን እዩ? ከምኡ ጌርና ክነረድኦ ነዚ ህዝቢ ንፍትን ዘለና ንምንታይ? ሓደ ሰብ ዕዉት እዩ ክትብሎ እንተ ደኣ ኮንካ ብፋይናንስ ኦኬ ብጥዕና ዕዉት ክኸውን ኣለዎ ምስ ሰባት ዘለዎ ሪሌሽንሽፕ ዕዉት ክኸውን ኣለዎ። ፍቅራዊ ሂወቱ ረለሽንሽፕ ሓዳሩ ዕዉት ክኸውን ኣለዎ ሰኩሪቲ ናቱ ዕዉት ክኸውን ኣለዎ ኩለመዳያዊ ነገር እዩ ማለት እዩ ድኳን ምኽፋትን ቢዝነስ ምኽፋትን ምዕጻውን ኣብኣ ጥራሕ ትሓጽርዎ ዘለኹም እቲ ናይ ሓደ ወዲ ሰብ ሂወት ሲ እንታይ ንኽትረኽቡ እዩ ኦኬ ኣብ ኣፍሪቃ ቢዝነስ እንተደኣ ሃሊኩም ተወዓውዕ መሰልካ እዩ ብከምዚ ኣገባብ ግን ክኸውን የብሉን ብጣዕሚ ኣግሬሲቭ ዝኾነ ኣካይዳ ኢኹም ትኸዱ ዘለኹም ኣትስ ኦኬይ ፕሮሞሽን ክትሰርሑ ትኽእሉ ኢኹም ጸገም ዝበሃል የብሉን ግን ትኽክል ኣይኮነን ዝካይዳ እዚ ኢኹም ትበሃሉ ዘለኹም ግን እቲ ናትና ሕብረተሰብ ብደረጃ ዓቕሚ ናይ ትምህርቲ ክትሪኦ ከለኻ ብፍላይ ከዓ ኣብ ብደረጃ ንፍልጠት ዘለዎ ፅምኣት ክትሪኦ ከለኻ ምስተን ከይድዎን ዘሎ ዓለም ጠቕሊሉ ዘይሰማዕ እዩ ኸይዲ እውን ዘይነበሮ ይበዝሕ ብናተይ ክሪኦ ከለኹ ምናልባት ሰለስተ ፐርሰንት ጥራይ ናብኡ ክኸይድ ነይርዎ እቲ ዝበዝሐ ቴስዓን ሸውዓተን ብተኣማንነት ከይዱ ዘሎሲ ናብዘን ሃገራት እዚን ክኸይድ ዘይግብኦ እዩ ምክንያቱ እተን ንዛረበለን ዘለና ምዕራባዊ ዓለም ናይ ምሁራት ዓለም እየን ናይ ምሁራት ሕብረተሰብ ዓለም እየን ንከምኡ ተባሂለን እየን ተቐሪፀን ስለዚ እንተዘይተማሂርካ ተማሂርካ እኳስ ክትወዳደር ተዘይክኢልካ ንክትነብረለን ዘሸግራ ሃገራት እየን እዚ ሳይነስ እዩ እዚ ዓዲ ናይ ምሁራት ዓዲ እዩ ዝበልካዮ ኩሉ ጻዕዳ ምሁር ማለት ኣይኮነን። ኣብዚ ተወሊዱ ስለ ዝዓበየ ኢንግሊሽ ቋንቋ ኣዲኡ ስለ ዝኾነ ኢንግሊሽ ስለ ዝተዛረበ ምሁር እዩ ማለት ኣይኮነን። ትምህርቲ ኦፕሽን እዩ ኣብዚ ዓዲ ናይ ምርጫ ጉዳይ እዩ። ሃብቲ ወይ ከኣ ገንዘብ ምህላውን ዘይምህላውን ናይ ምርጫ ጉዳይ እዩ። ኩሉ ብኢዱ ስለ ዝኾነ ኣብዚ ተወሊዶም ኣብዚ ዓብዮም ኢንግሊሽ ቋንቋ ብኸብዲ እግሮም እናተዛረቡ ጽሬት ዝሰርሑ ሰባት ኣለው ካናዳውያን ኣነ ሓቶም እየ ንምንታይ እያ ጽሬት ኣብዚ እንዳተወሊድኩም ዓቢኹም ከለኹም ቋንቋ እንዳኸኣልኩም እንተይልካዮም ኢትስ ማይ ቾይዝ ድብለካ ኣም ሌዚ እንግሊሽ ስታዲ ገለመለ ኣይፈቱን እየ ስለዚ ምርጫ ይዚ ስለ ዝኾነ እዩ ይብለካ ስለዚ ናይ ምርጫ ጉዳይ ሓደ ናይ ፅሬት ቢዝነስ ዘለዎ ሰብ ወይ ፅሬት ሰራሕተኛ ካብ ዶክተር ላዕሊ ደሞዝተኛ ክኸውን ይኽእል እዩ እቲ ዝፈላልዮ ፊልድ ክፈላለ ከሎ ናይ ኮንፈርት ኢምበር ናይ ኣታዊ ኣይኮነን ከምቲ እስኻ ትብሎ ዘለኻ ኣይኮነን ሓደ ናይ ጽሬት ሰራሕተኛ ካብ ሓደ ኢንጂነር ዝለዓለ ደሞዝ ክህልዎ ክእል እዩ ኣብቲ ዘርፊ እትው ኢልካ ውሽጢ ዕሙቕ ኢልካ ምስ ትኣቱ ግን ዝፈላልዮም ነገር ኣሎ ብዝሒ ገንዘብ ዘይኮነ እቲ ዝፈላልዮ ግን ናይ ኮንፈርት ናይ በነፊት ናይ ገለገለ ነገር ናይ ኦፍ ናይ ምውሳድ እቲ ወርሓዊ ክፈል ኮሎ እቲ ብሰዓታት ዝክፈል ክከውን ይክእል እዚ እቲ ዲፈረንስ ብዝሒ ገንዘብ ኣይ ከምዚ እዚ ማይንድ ሰት እዚ ኣብ ኤርትራውያን ጥራሕ እዩ ዘሎ ስለዚ ካናዳ ናይ ምሁራት ዓዲ እዩ መን ኢልካ ፀሬት ናይ ትሑት ኣታዊ ዘለዎም ሰባት እዩ መን ኢልካ ጌጋ ራእያ እዚ ካናዳ እኮ ትፍተወሉ ምክንያት እኮ ጉልበት ወዲ ሰብ ክቡር ስለ ዝኾነ እዩ ኣብ ዓድና እኳ ኣስፋጺን እኮ ክብረት ስለ ዘይብሉ ናይ ወዲ ሰብ ጉልበት ድኻ መነባብሮ ክነብር ይኽእል። ኣብዚ ግን ጉልበት እዩ ክቡር። ኮንስትራክሽን ዝሰርሕ ሰብ እዩ ሃብታም። ካብ ኣብ ቤት ጽሕፈት ዝሰርሕ ኣማኻሪ ቀዳማይ ንሰምዖ ነርና ሕጂ የማኸረ የፍቲ ናይ ናይ ዩኤን ሪፊውጂ ናይ ስራሕ ገለ የማኸረ ዝተሓተ ሚኒማም ፔይመንት ዝኽፈሉ ሰባት እዮም ኣውሰሩ ንሰባት ዘማኽሩ፣ ረዝመ ዝጽሕፉ፣ ቋንቋ ኢንተርፕሬት ዝገብሩ ሰባት ሚኒማም ፔይመንት ንሰዓት ዓሰርተ ሸውዓተ ዶላር እዮም ዝኽፈሉ። ህኩይ ስራሕ ደይሰርሕ ሰብ ኣለዉ ሓድሓደ ኣዕራብ ዩክሬናውያን ገለመለ ሲንግል ማምስ ዝሰርሕኦ ስራሕ እዩ እሱ። ገንዘብ ክእቱ ዝደሊ ሰብ ናይ ጉልበት ስራሕ ይሰርሕ ካብ ዶክተር ንላዕሊ። ስለዚ ብዙሕ ዝጎድለካ ግንዛቤ ኣሎ ሓቢቢ። በዚ ኣጋጣሚ ከመሓላልፎ ዝደሊ መልእኽቲ ግን ብዛዕባ ሓደ ዘርፊ እንተ ኮንኩም ትዛረቡ ሃሊኹም ኮምኡ በሉ ኣጽብብዎ እቲ ቶፒክ። ቢዝነስ ንኽተውጽእ ሲ ካብ ኣብ ምዕራባውያን ሃገራት ኤውሮፓ ካናዳ ኣብ ኣፍሪቃ ሓይሽ ተኾይኑ ሰብ ክስዕበኩም ይቕበለኩም ኣፍሪቃ ሓፈሻ ካብ ትብሉ ኸዓ ሊብያ እኮ ኣፍሪቃ እዩ ግብፂ እኮ ኣፍሪቃ እዩ ኢትዮጵያ እኮ ኣፍሪቃ እዩ ጁባ ስፔሲፊክ ቦታ ክትጠቕሱ ክትክእሉ ኣለኩም ምስ ስፔሲፊክ ፊልድ ማለት እዩ I love you brother have a good one ኣይተስተዋሕዳ peace
እወ እወ ፅቡቅ እንድዩ ፅቡቅ እንዳ ከተዛሪብካ ትኳዕ ኣብዚኣ ሕጂ ፅቡቅ ተዛሪብካ እቲ ሰብ ሕጂ እንታይ ሸሪርዋ ተንኮለኛ ምዃኑ ሰብሲ ትማሊ ንሓማሴን እዞም ኣኮለጉዛይ መርዛ መልሓሶም ሕጂ ከዓ ትግራይ ይብል ኣሎ ስማዕ ህዝቢ ንህዝቢ ተባኢሱ ይፈልጥ ሕጂ እቲ ሓቀኛ ፖለቲካ እቲ ሓቀኛ ተቓዋምነት ትመፁ ኣለኹም መፂኹም መፂኹም ሕጂ ፅቡቕ ትኸዱ ኣለኹም እዛ ቱፓክ ሕጂ ዋላ ሓንቲ ጌጋ የብሉን ኣብዚኣ ጌጋ ዝበሃል የብሉን ሓደ ኤርትራዊ ንገንዘብ ክብል ንሓውን ነቦን ኣይቀትልን ይብል ኣሎ ያ ኣራይት እዚኣ ኢና ኢልና ቅድሚ ሕጂ ከማን እዚኣ ኢና ኢልና ሕጂ ተደለኹም ተቓወሙ ተደለኹም ኡ በሉ ምሳኹም ንኸውን ንቋወም ምሳኹም ኮይና ንቋወም ነቲ መንግስቲ ጥራይ ኢኹም ትቋወምዎ ዘለኹም ዘለኹም ሕጂ ተወዲኣ እቲ ሸሪርካዮ ዘለኻ ኣይትሓሱ ሓማሴን ንኣከለ ተባኢሶም ኣይፈልጡን እዮም ኣንጻር ኮይኖም ኣይፈልጡን እዮም ሓማሴን ሰራይ ኮይኖም ኣይፈልጡን እዮም ኣብዚ ናይ ሕብረተሰብ ኣብዚ ሳክት እንዳጨረምና ንዛረቦ ዘረባ እዚ ብእንስሳታት ገለ ነቲኦም ህበይ ትብሎም ነቲኦም ኣንጭዋ ነቲኦም ሓሰማ ትብሎም እዚ ሳክት እዩ ተራፋይ እዚ ተራፋይ እዩ ሕጂ እቶም ብተቃውሞ እንዳኸድኩም እንዳሓዝኩማ ትኸዱ ኣለኹም ከይድኩም ቆሪብኩም ኣለኹም ኮይድኩም በቃ ክተርኩብኒ ንዓይ ቀሪብኩም ቆሪብኩም እወ ዕስራ ሓሙሽተን ሲ ዳርጋ ከማይ ኮይንኩም ኣለኹም እዚኣ ኢና የና እዚኣ ኢና እታ ትገብርዋ ነበርኩም ቅድሚ ሕጂ ተጋሩ ምፅኹም ተጨፍጭፉና ነበርኩም ትግራይ ትዕወት ንትግራይ ገንዘብ ትሰድዎ ነበርኩም እዚ ሕጂ ተማሂርኩም ተረዲእኩም ሕጂ ተወዲኣ ሕጂ ቃልስኩም ምስ መን ክኸውን መንግስቲ እወ ምስ ሕብረተሰብ የብልኩም ንቃልሲ ምስ ሰራዊት የብልኩም ንከውን እዩ እወ ምስ ህዝቢ የብልኩም ንከውን ሕጂ ሕጂ እንታይ እዩ ትገብሩ እዛ ተዘራረባ ቱፓክ ወላ ሓንቲ ጌጋ የብሉን ኣለም ቱፓክ ናይ ኣንጻር ስነ ሓሳብ ኢና እዚኣ ትዛረባ ዘለኩ ግን ዩ ኣር ራይት ሓቂ ተዛሪቡ ኣሎ ቅድሚ ሕጂ ግን ከምኡ ኣይነበረን ትግራይ ትዕወት ጀኖሳይድ ፈጺሞም ገለ እዩ ዝብል ነይሩ ሕጂ ግን ተረዲእዎም ሰብ ዘይጋገ የለን ካብ ጌግኡ ዘይእረም ጥራይ እዩ ከፊእና ዘሎ እዚ እቲ ደንበ ተቃውሞ ትባሃል ሕጂ ሕጂ ጽቡቅ ኣሎ ቱፓክ ኣብዚኣ ንቱፓክ ኣነ ይድግፎ እየ ኣብኡ ጽሒፍኩሞ ዘለኹም ሲ መርዛም እዛ መልሓስ ኣኮሎጉዛይ ሲ ቅድሚ ሕጂ ን ንሓማሴን ሕጂ ከዓኒ ንተጋሩ ሃርም ኣሎ ዋእ ኣታ ህዝቢ ንህዝቢ ኤርትራ ተባኢሱ ሪኢኻ ዶ ትፈልጥ? ህዝቢ ንህዝቢ ሰራየን ሓማሴንን ኣብ ኤርትራ ተባኢሶም ይፈልጡ? ኣከለና ሓማሴን ተባኢሶም ይፈልጡ? እዚ ብዚ ሶሻል ሜድያ ንዛረቦ እወ ዛረቡ ፈሊኹም ቑዕዎም ፈሊኹም ህረምዎም ይሞቱ ኣለዉ እኳ ብመን እዩ ብውልቃውያን ሰባት ህዝቢ ህዝቢ ኣከለ ግዛይ ተቐቲልዎም ኢሉ እዞም ኣብ ደቂ ሓማሴን ኣብ ፍሰቱ ዝሞቱ ፍሉጣት እንድዮም እቶም ከምኣ ዝገበሩ ፍሉጣት እዮም እኳ እዚኦም ሰብ ልኢኹም ሰብ ኣለኣኢኹም ኦርኒንኩም ሪኢኹም ሽሞም ደቂ ኣሕማሴ እንተኾይኖም ቅተልዎም ትበሉ እኳ እዚ ዳንኤል ዝበሃል ገለ ኢሉ እቶም ንቀተልዎም ከዓ ኣብ ትግራይ ተቐቲሎም ሕጂ ግን ቤላ እታ ክሳይ ትኸይድ ኣላ እታ ፖለቲካ ሕጂ ፅቡቕ ሕዝኩም ኣሎ እወ ሕጂ ሲ ፅቡቕ ሕዝኩም ኣሎ በቃ ከምዛ ቀፅሎ ከምዛ ትልኩም መን ኣይንከታተለኩም ንኹም ትልኩም ዳ ከምቲ ኢልኩም ባእስኹምስ መንግስቲ ተኾይኑ ሓላል ሓላል እወ እዚ እዚ ብእንስሳ ብገለገለ እዚ ንባእሶ ግን እዚ ናይ ጫርም ሳክ ነቲ ክትሕርቆ ኣንጭዋ ትብሎ ነቲ ሓደ ህበይ ትብሎ ክትሕርቆ ነቲ ሓሰማ ይብሉኻ እዚ ናይ ክስታይ እምበር ነቲ ካልእ ኤርትራዊ ልክዕ እዛቱ እኳ ትዛረቦ ዘሎ ኤርትራዊ ንኤርትራዊ ስደተኛ ኢኻ ስደተኛ ኢኻ ዘለኻ ተቓወም ደግፍ ከምዚኣ ተተመዓራሪኻ እታ ትደልኻያ ዘለኻ ፍትሒ ክትረኽባ ኢኻ እታ ትድግፋ ዘለኻ ክትረኽባ ኢኻ እብዚኣ ኢኻ ትረኽባ እዚኣ እያ እታ ትርከብ ሕጂ እታ ዘረባ እዚኣ ሕጂ እያ በቃ ተቃዋማይ ኮንካ ደጋፋይ ከይሓቆፍካ ደጋፋይ ኮንካ ተቃዋማይ ከይሓቆፍካ ሃገር ክመሓራር ይክእል ሳልሳይ ኩናት ዓለም መፅ እዩ ዘሎ ትሪእዎ ኣለኹም ተሪእዎ ኣሎ ኣብ ሓንቲ ሰከንዲ ኣብ ሓንቲ ሰከንዲ ናይ ዱባይ ሚእቲ ሚልዮን ክሳራ ንሓንቲ ሰከንዲ እየ ብለኩም ዘሎ እታ ናይ ሽዱሽተ ሰዓት ክንደይ ይኸውን ኣለች ደሚርኩም ኣርቢዕኹም ኣጉድልዎ ተወዲኣ ካብዚ ክትምሃሩ ኣለኩም Thank you ቱፓክ እቲ ተዛረብካዮ ሓቂ እዩ እዚ ሓሶት ኣይትበሉ ሓቂ ተዛሪቡ ወላ ኣንጻረይ ይኹን ኣብዚኣ ግን ሓቂ እዩ ተዛሪቡ ባይ ማዓሰላማ።